ሰራዊትናን መንግስትናን የቁመልና እግዚኣብሔር። እዙ ጥራይ እውን ኣይኮነን ዶክተር ደብረፅዮን ብዛዕባ ፅምዶ ዝበሎ መልሲ ኣሎ እዚኦምን ካልኦትን ሓደሽቲ ሓበሬታታት ሒዘልኩም መፅየ ኣለኹ ክሳብ መወዳእታ እዚ ቪድዮ እውን ሓቢርኩም ንፅንሑ እዚ ቪድዮ ናብ ኩሉ ንኽበፅሕ ላይክ ብምባል ጀምርዎ እስኪ ቀዳማይ ቪድዮና ዶክተር ደብረፅዮን ብዛዕባ ፅምዶ ዝበሎ ኣሎ እስኪ ሓቢርና እስኪ ንስምዓዮ። ብምዃኑ ውድብና ህወሓት ኣብዚ እዋን ኣብ መንጎ ህዝቢ ኤርትራን ትግራይ ይፍጠር ዘሎ ናይ ህዝቢ ንህዝቢ ርክብ ተጠናኺሩ ንኽጽልን ተመሳሳሊ ርክባት ምስ ካልኦት ጎረባብቲ ህዝብታት እውን ትኹረት ወሃይዎ ክፍጸምን ኣድላይ ዘበለ ጻዕሪ ከም ንገብር ክነራግብ ንፈቱ። ካብዚ ብምቕጻል ደማ እዚ ሓውና ድማ ኣብዚ ሕዚ ሰዓት ኣብይ ኣሕመድ መጠንቀቕታ እንዳሃበ እዩ ዝርከብ ዘሎ እንዳበለ እዩ ዝርከብ ዘሎ። እስኪ እዛ ቪድዮ እስኪ ሓቢርና እስኪ ንስምዓያ። ምድላዋት ተጋሩን ከምኡ ድማ ውዕል ፕሪቶርያ ዘይፈጸመ ኣብይ ኣሕመድ እዩ ዝብል ጸቕጢ ምስ ረኣየ ኣብይ ኣሕመድ ራያ እኮ መሊስና ኢና ምዕራብ ትግራይ ኢና ምዕራብ ትግራይ እውን ክንመልሶም ኢና ግን ክዝንጋዕ ዘይብሉ ኩሉ ሰብ ክፈልጦ ዝግባእ ሓደ ነገር ኣሎ ኢሉ እሱ ድማ ቅድሚ ሓሙሽተ ዓመት ንዝነበረና ሓይሊ ኣሰላልፋ ናይ ሰራዊት ኣይኮናን ዘለና ብኢኮኖሚ ብሰራዊት ብብዙሕ ነገር ከም ቀደም ከይመስለክን ውሕጅ ከይወስደክን ዝብል መፈራርሒ ዘረባ ተዛሪቡ ኣሎ እዚ ከዓ ልክዕ ከምቲ መጀመርያ ኩናት ትግራይ ክኽፈት ከሎ ዝገብሮ ዝነበረ ማለት እዩ ብዝኾነ ጽምዶ ዝብል ነገር ስጋብ ሕጂ ኩናት ናብ ትግራይ ክውልዕ ኣፍርሕዎ ስቕ ኢሉ ከም ዘሎ ከዓ ብዙሓት ምንጭታት ይሕብሩ ኣለዉ ብዝኾነ ግን ኣብይ ኣሕመድ ትማሊ ከም ዝነበርናዮ ከይመስለክን ክብል ከሎ ትማሊ ብዘይ ሻዕብያ ሓንቲ ነገር ክትገብር ስለ ዘይከኣልካ ምስ ሻዕብያ ተዘይንዕረቕ ኔርና እንታይ ምኾና ኔርና ዝብል ዘረባ ተዛሪቡ ከም ዝነበረ ድማ ንዝከር እዩ ስለዚ ሻዕብያ ምስ ተጋሩ ምንም ዘባኣስ ነገር ዘይብሉ ንሰላም ምስ ተጋሩ ክሰርሕ ተጀሚሩ ኣብይ ኣሕመድ ተስፋ ቆሪፁ እዞም ሰባት እዚኣቶም ዘመን ስልጣነይ ከብቅዕ ክገብሩ እዮም ዝብል ፍርሒ ሒዝዎ ከም ዘሎ ርዱእ ነገር እዩ ብዝኾነ ግን ታየ ደንዳ ኣብ ልዕሊ ኣብ ኢትዮጵያ ዝገብሮ ዘሎ ጥፍኣት ኣምሓሩ ከመይ ገይሩ ይሰርሕ ከም ዘሎ ኣቃሊዑ ኣሎ ጥፍኣት ኣምሓሩ ከመይ ገይሩ ይሰርሕ ከም ዘሎ ዝፈለጡ ኣምሓሩ ድሞ ንነፍሲ ወከፍ ምስ ብልጽግና ዝሰርሕ ዝኾነ ሓይሊ ጸላኢ ኣምሓራይ ገይሩ ከም ዝቆጽርዎ ከዓ ፍሉጥ ነገር እዩ እዚኣ ንመን ከም ዝዛረባ ዘለኹ እቲ ክርድኦ ዝኽእል ይረዳእዮ ክብል ደሊ እምበር ተጋሩስ ኣይንኳንዶ ምስ ኣምሓራ ተዓሪቆም ምስ ኤርትራ ተዓሪቆምሲ ምስ ኩሎም ባእሲ እንከለዉ ከማንስ እቲ ክስገር ዝግባእ ሰጊሮሞ እዮም። ንቕድሚት ጥራይ ጽምዶ። ካብዚ ብምቕጻል ድማ ቴዲ ብዛዕባ ተመዛበልቲ ምዕራብ ትግራይ ድምጺ ሂቡ ኣሎ እስኪ ሓቢርና እስኪ ንስምዓዮ። ሰላም ሰላም ሰላም ሰላም ንኩላትኩም ኣብ መላእ ኩርናዓት ዓለም እትርከቡ ተኸታተልቲ ኤሪ ትዌንቲ ፎር ሚድያ ብፍላይ ከኣ ተኸታተልቲ ኩነታት ናይ ጽምዶ ሎማዓንቲ ብሓደ ፍልይ ዝበለ ኣርእስቲ እየ መፅኤኩም ዘለኹ ንሱ ከዓ እንታይ እዩ ብይኣክል ዝፍለጥ ኦርጋናይዜሽን ኣብ መላእ ዓለም ብፍላይ ከዓ ኣብ ማእከል ትግራይ ንዝካየድ ዘሎ ህዝቢ ትግራይ ካብ ተፋናቒልዎ ዘሎ ቦታ ናብ ገዝኡ ንክምለስ ሰብኣውነት እዩ ሰብኣዊ ሕቶ እዩ ስለዚ ህዝቢ ትግራይ ኣብ ዝተፈላለየ ቦታ ተበታቲኑ ካብ ገዝኡ ወፂኡ ከም ህዝቢ ከም ሕብረተሰብ ሳይለንሰር ዝኾነ ድምፂ ዘይብሉ ሓደጋ ወይ ከዓ ምፅናት ኣጋጢምዎ ስለ ዘሎ ኣነ ከም ኤርትራዊ ዜጋ ህዝቢ ትግራይ ካብ ተፋናቒልዎም ዘሎ ቦታታት ኩሎም ናብ መረበቱ ክምለስ ጻውዒተይ የቕርብ። ይኣኽሎ! ይኣኽሎ ህዝቢ ትግራይ! ንሕና ከኣ ከም ናይ ኣካል ጽምዶ መጠን ምስ ህዝቢ ትግራይ ፍቕሪ ክንገብር እንተኾይና፣ ምስ ህዝቢ ትግራይ ሕውነትና ዝያዳ ክድልድል እንተኾይኑ፣ ጽምዶና ክዕወት እንተኾይኑ፣ ነቲ ንህዝቢ ትግራይ ዘጋጥም ዘሎ ማሕለኻታት ኣብ ምፍታሕ ዋላ እኳ ዘይምልከተና ጉዳይ ጉዳይ ኢትዮጵያ እንተኾነ ግን ብሰብኣውነት ከኣ ይምልከተና እዩ። ብሰብኣውነት ጉዳይ ጭሕሙ ክላጸሲ ንስኻ ጭሕምኻ ልኸ ዝበሃል ኣሎ። ጽባሕ ንዝመጸና ሽግር ንዝመጸና ጸገም ኣብ ጎንና ኮይኑ ክጋፈጥ ዝኽእል ህዝቢ ስለዝኾነ ህዝቢ ትግራይ ናብ መረበቱ ክምለስ ፃውዒተይ የቕርብ ኣለኹ። መንግስቲ ኤርትራ ብዝኽእሎ ዓቕሚ ኣብ ጉዳይ ኢትዮጵያ ብዘይ ምትእትታው ንህዝቢ ትግራይ ዝገብሮ ሓገዝ ክደፍኣሉ፣ ዝያዳ ነቲ ሒዝናዮ ዘለና ናይ ፅምዶ ጉዕዞ ኸኣ ዝበለፀ ክኸውን እዩ ማለት እዩ። ስለዚ ፅምዶ ክንብል ከሎና፣ ናይ ህዝቢ ትግራይ ፀገምን ናይ ህዝቢ ትግራይ ሽግርን ከዓ ክፍታሕ ከም ዘለዎ ክንኣምን ኣለና ማለት እዩ። ስለዚ ህዝቢ ትግራይ ይኣኽሎ ይኣኽሎ ሞት ይኣኽሎ ስቓይ ይኣኽሎ ኣብ መዓስከር ተደርቢኻ ምንባር ናብ መረበቱን ናብ ገዝኡን ክምለስ ፃውዒተይ የቕርብ። እቲ ፃውዒተይ ንመንግስቲ ኢትዮጵያ እኳ እንተኾነ ፃውዒተይ ንመንግስቲ ኢትዮጵያ ንፕራይቭ ሚኒስተር ኣብይ ኣሕመድ እዩ ግን ንሕና እውን ሓላፍነትና እዩ ኣብ ጎረቤትካ ዘሎ ሽግር ኣማዕዲና ክንሪኦ ኣለና ስለዚ ኩላትና ኣብ ጎኒ እዚ ጠጠው ክንብል ኣለና ብፍላይ ከዓ ንፅምዶ ንድግፍ ፅምዶ ክንብል ኮለና እንታይ ማለት እዩ ሰላም እንዲና ንብል ዘለና እወ መን ምስ መን ኢና ከ ክንፃመድ ምስ ህዝቢ ኢና ክንፃመድ ናይቲ ህዝቢ ሽግርን ናይቲ ህዝቢ ጸገምን ከኣ ኣጉሊሕና ንደገ ርኢና ንሕና ዝሓዝናዮ ቦታ እንተልዩ ካብቲ ዝሓዝናዮ ቦታ ለቒቕና ንህዝቢ ትግራይ ከነረክብ ካልኦት ዝሓዝዎ ቦታ እንተልዩ ናይ ህዝቢ ትግራይ ዝሓዝዎ ቦታ ለቒቖም ንህዝቢ ትግራይ ከረክቡ ይንኣስ ይዕበ ንፖለቲካዊ መሳርሒ ይኸውን ስለ ዘሎ ኣብዚ መንግስቲ ኤርትራ ይኹን መንግስቲ ኢትዮጵያ ነዚ ጉዳይ እዚ ኣስፊሖም ሪኦም ሓደ ነገር ክገብሩ ጻውዒተይ የቕርብ። ህዝቢ ክፋናቐል የብሉን፣ ህዝቢ ክመውት የብሉን፣ ህዝቢ ክሽገር የብሉን፣ ህዝቢ ኣብ ሓደጋ ክወድቕ የብሉን። ጽምዶ ክንብል እንተኾይንና ጽምዶና ንሱ እዩ ክኸውን። ፍቕሪ እውን ክሕወሶ ኣለዎ፣ ሕውነት እውን ክሕውሶ ኣለዎ፣ ቅንዕና እውን ክሕወሶ ኣለዎ። ስለዚ ንዝተፋናቐለ ንህዝቢ ናብ መረበቱ ምምላስ፣

ቦታ እንተልዩ ውን ንሕና ውን ክንሪኦ ዳግመ ግምት ክንገብር ጻውዒተይ ኣቕርበልኩም ሓውኹም ቴድሮስየ ካብ ኤሪ ትዌንቲ ፎር ሚድያ ደገፈይ ከኣ ንዝተፋናቐለ ህዝቢ ትግራይ ይኣክል ዝብል ኣበጊሱ ዘሎ ሽቶ ንምድጋፍ እየ መጽየ ዘለኹ።